ሰላም ሰላም ሰላም ሰላም ከመይ ውዒልኹም ዳሕና ኢና እግዚኣብሔር ይመስገን። ከመይ ኣምሲኹም ከመይ ኣምሲኹም ኣሰላም ዓለይኩም ኣህለን ወዓለይኩም ኣሰላም። ኡቡቕ ጽቡቕ ብዝኾነ ሎሙን ከምቲ ልሙድ ኣውዝሉን ኣዘራረብቲ ዘለዉ ዛዕባታት ክንርኢ ኢና ሰብኣይ ሸዊት ኤርትራዊ ይኾነን እናተብሃለ እዩ። ኤረትራዊስ መርዕኡ እንድዩ ምሽኪናይ መርዕኡ ድዩ የሸውጅ ባይ ኤርትራዊነት ኣደለም ኤርትራዊ ኣደለም ኣደለም። ከምኡ እውን ባዕላ ኣብ ፌስቡክ ገጽ መልሲ ሂብ ኣላ ሼር ተገይሩ ነይሩ ሓፍትና ሸዊት እውን ኣብ ፌስቡክ ገጻ እንታይ ኢላ ከም ዝመለሰት ስምዑ እስቲ ብዛዕባ እዚ ኣዘራራብ ዘሎ ዛዕባ ገለ ክንብል ኢና እዚ ጥራሕ ኣይኮነን መንግስቲ ኤርትራ እውን ንመንግስቲ ኢትዮጵያ ግብረ መልሲ ሂቡ ኣሎ በዚ ዝተቖጠዐ ስርዓት ህግደፍ ነቲ ናይ ኣብይ ክስታት ከይሓደረ ኣብ ተመሳሳሊ መዓልቲ ቀልጢፉ ግብረ መልሲ ሂቡ ኣሎ። እዚ ጥራሕ ኣይኮነን ኣብ መንጎ ሰራዊት ትግራይን ሓራ መሬት ዝግበር ዘሎ ኲናት እውን ዓገብ እናተብሃለ እዩ። ኣብ ትግራይ ተፈጢሩ ዘሎ ነገር ወይ ከዓ ኣብ ወጀራት ከባቢ ማለት እዩ ክልተ ደቅኖ ክልተ ኣሕዋት ኦረዲ ይቃተሉ ኣለዉ ወይ ከዓ ኦረዲ ተማሪኾም ገለ ናበሉ እስቲ ብዛዕባ እዚኦም ካልኦትን ምክንሪና ሰናይ ምክትታል። ኣለና ዶ ኣይስማዕሉይ ኣለና ዶ እስኪ ምዱም ሸከረካ በም በም በም በም ሰላም ሰላም ፍትረት ባግሽ ኢንተርስ ምስኸልቲ ኳዕ ብሰላም ናብ መደና ብድሓን ሃ ብድሓን መጻኹም ኣከመ ከም ጅርቱ ጅራ ኣህለን ወሳህለን ኬፍ ሓልኩም ኒሃው እናበልና ብቻይና ነጋ ማዕተኒ እናበልና ብሳሆ መደብና ጀሚርና ኣለና ቕድሚ ነበድና ምኻድና ከምቲ ልሙድ እስቲ ሓንቲ ኮመንት ከም በልኹም። ፍረ ትባሃል ሓፍትና እንታይ ኢላትኒ ማጊሻ ናፊቀካ ውዒለ። ኦው ማይ ጋድ ኦው ማይ ጋድ እንታይ ትዛረቡ ኣለኹም። እንታይ ኢኻ ትዛረብ ዘለኻ።
ናይ ብሓቂ ናፊቅኩምኒ
በሉ እስቲ መፅየ ኣለኹ ዕልል በሉ። የቐንየለይ የቐንየለይ ኽብረት ይሃበለይ። የቀንየለይ የቀንየለይ ክብረት ይሃበለይ ዝሓወይ። ብዝኾነ ሎሚ ውን ከምቲ ልሙድ ኣብ ዝህልውን ኣዘራረብቲ ዘለዉ ብዛዕባታት ክንሪና ከምኡም ጣዕሚ ደስ ብሎ ዘናግዑ ነው ቪዲዮታት ድማ ተዳልዮም ኣለው ንዕሶቶን ምንሳዕ ኢና እለው ክትኾይኑ ውነክ ኢና ክዳኑ ቅደሉ ብድማ ክዳንና ክንቀድድ ኢና ክዳንኩም ቅደዱ ከምዚ ጌርኩም ክዳንኩም ቅደዱ ኳዕ ብሰላም ናብ ዝፈር ዝኾነ ቻናል ብድሓን መጻኹም ተጋሩ ንኤርትራ ንውሓት የብሊ ኣፋላይ ንቐጽል እሹፍ ተኽልቲ እስቲ ከመተው ክኾነና ለሙን ከምትልሙድ ብኣገራሚ ዝኾነ ቃለ መሕተት ኢና ክንጅምር ባይ ዘ ወይ እዛ ቃለ መሕተት እዚኣ ብጣዕሚ እንድያ ሲምፕል ብጣዕሚ እያ ቀላል ናይ ኤርትራ ዋና ከተማ መን እያ ዝተፈለጠ ነገር እዩ እዛ ሓፍትና እንታይ ከም ዝበለት ንስማዕ ናይ ሃገረ ኤርትራ ዋና ከተማ መን ትበሃል ኣስመራ
ዝምባብዌ ብምንታይ ቋንቋ እዩ ጓል ብእንግሊዝኛ ድዩ
እንታይ ኣነ እውን ይተርደኒ ብእንግሊዘኛ ድያ እዛ ሓፍትና እዚኣ ዝምባዌ ወይስ ኣስመራ ብእንግሊዘኛ ክኾ እንተሎ ዝምባዌ እዩ ድዒታ ፈሪጠ ባይዘ ወይ ግዴታና እዩ ኣብ ኢትዮጵያ ዘሎ ዋና ከተማ ምፍላጥ ኣብ ኤርትራ ዘሎ ዋና ከተማ ምፍላጥ ኣብ ሱዳን ዘሎ ዋና ከተማ ምፍላጥ ኣብ ጅቡቲ ዘሎ ዋና ከተማ ምፍላጥ ግዴታና እዩ ወ እስቲ በረሓት እውን እንታይ ከም ዝብሉ ንስማዕ ንፋስ ከይኣትዎ ፀጉርና ከይኸውን ዕና ንካሊእ ኣይትንገሩ ኣይትንገሩ ምስጢር ክልቴና ወይ ውይ ውይ ውይ ባይዘወይ ማለት እዩ ኣርሴናል ቀዲሙ ምስ ኣርሰናል ፈለጥኩ ቀዲሙ እየ ተላፅየና ይመርችኹም ኣርሴናል ያው ቀፃል ድማ ክሳድና ንቑረፅና እንድሕር ኣርሴናል ስዕሪ ኮይኑ
ኣቤት ጨጉሪ እንታይ ድዩ ባይዞ ሓደ ሓደ ሰባት ድማ መላጥ ዝኣልኩም ትጻረፉ እሺ። ሰባት ማለት እዩ። ሲጀመር ምምላጥ ክብርና ትዕዝብቲ እዩ። ማንም ሰብ ምምላጥ ኣይኽእላይ እሲ ካብኡ ድማ ማለት እዩ ፀጉሪ ምንዋሕ ናይ ሸይጣን እዩ መረጋገፂ ንነኹም ሕተትዋ ዋላ ማዘርኩም ትነግረኩም እያ ፀጉሪ ምንዋሕ ናይ ሸይጣን እዩ እወ እወ ባይዘወ ኣደታትና እኮ ፀጉሪ ምንዋሕ ኣይፈትዋን እ፣ ናይ ሰይጣን እዩ ግን ኣይኮነን መይዛኹም ንከባበር እባ ኤረ ፀጉሪ ተዘይሃልየካ ፀጉሪ ዘለዎ ሰብ ንምንታይ ምፅራፍ ኣድላይ ይኾነይ ኸዚ ዝሓወይ ጭሕምና ሰይጣን እዩ ክብል ይኽእል እየ ከዛ ኣነ ብግለይ እንታይ እዩ ጨሓም ክብል ይኽእል እያ ግን ፅቡቕ ኣይመፅ ስለዚ ጨጉርና ክውርልና ጭሕምኹም ክነኽብረልኩም እስቲ ኣብዚ እውን እንታይ ብሎ መረፃ ክመርፁኒ ዶ ይኾኑ እንታይ ኮይኖም ይመርፁኒ ኣይግበእኒ ዲ ኮይኑ ይግበእካ ይሱስ እንታይ ማ ኮይኖም ለይመርፁኒ እኮ ይብልኹ ዋ ፓርቲ ግዲ መስሪትካ ኣብታ ነገስ ኣታታይ ፓርቲ ክምስርት ዕዳጋ ባኒራ ኣነ ሃም ናይ ቀደም ለሎ መሲልኒ ዝዕዳጋ የጊዕ ላዕዳጋ የጊዕ ኸይደ ቐደም ቐደም ሰብ ይኸድ በጊዕ መሪፁ ይመፅ ነይሩ ደለየ በጊዕ ገዙ ይመፅ ነይሩ ሎም ሎሚ ግን ግዜ ተቐይሩ ተገሊጡ ሰብ ይኸድ ዝበጊዕ እዩ ዝመርፅ ኣሎ ደለየ ሰብ
እወ ሓቂ ዓዋት እዚኣ ትኽክል እያ በተለይ ብዝኸት ሰዓት እዚ ዳበጊዕ ከይድካ ብራዘር ደስ ልበለ ካብ በጊዕ ክትመርፅ ኣይትክእል እዩ ብፍላይ ገንዘብ እንድሕለ ይብልካ ዋይ የሱይ ድዩ ጨኒቁናን እዩ። በቃ እቲ በጊዕ ባዕሉ እዩ ዝመርፀካ እም ኣይ ኣነስ ናብቲ ሃፍታም ይሕሸኒ። ሰብ ይኸድ ዝበጊዕ እዩ ዝመርፅ ኣሎ ዝደለዮ ሰብ። ንሰባት ኣዋሪዶም ንሶም ክልዕሉ ዝፈትኑ ሰባት እሺ። ገለ ገለ ሰባት ብዛዕባ ሰባት ሕማቕ ጥራይ ስለ ዝተዛረቡ እሶም ዝነፍዑ ኮይኑ እዩ ዝስምዖም። ገሊኦም ከኣ ንሰባት ኣዋርድ ስለ ዘበሉ እሶም ዝልዕሉ እዩ ዝመስሎም። ግን ከምኡ ኣይኮነን። ልክዕ ከመይ ጌርኩም ሕሰብዎ ኣብ ሓደ ከተማ ዝነውሐ ህንጻ ክትሃንጽ ደሊኻ ኣለኻ ልክዕ ከምዚታት ማለት እዩ እስኻ ከኣ እዚ ኢኻ ክልተ ምርጫ እዩ ዘለካ ወይ ነቲ ዝነውሐ ህንጻታት ምፍራስ እስኻ ዝነውሐኻ ንክትከውን ወይ ድማ ንስኻ ኣብ ነብስኻ ምስራሕ ዝነውሐ ክትከውን ማለት እዩ ወይ ከዓ ነቲ ፓላሶት ምህናጽ ማለት እዩ እሶም ግን ነዚ ብምሉእ ኣፍሪሶም እሶም ዝነውሑ ክኾኑ እዮም ዝፍትኑ ኣብዚ ብምሉእ ኢነርጂኹም ነዚ ነዚ ነዚ ምፍራስ ኣብ ተጥፍዎ ዘሎ ነዚ ኣንተ ተሃንፅዋ ነርኩም ኣበይ ምበፅሐት ነራ ዝለዓለ ብዚ ምበፅሐት ነራ ልዕሊ እዚ ምወፀት ነራ ሶ ፕሊዝ ፎከስኩም ኣብ ነብስኹም ግበርዎ God bless you. I love you all. ከምዚኦም ዓይነት ሰባት ኣጋጢሞም እዋ ፈልጥኩም እኔዉ ኣብ ኮመንት ሴሽን ኣቕምጡለይ ናብ ካልኦት ከኣ ሸር ግበሩ ሓሳባትን መታን ከቕምጡ ፒስ ኤን ላቭ I love you all እዋ ባይዘወይ እዚኣ ዓባይ ምኽሪ እንድያ ብፍላይ እዞም እ፣ ንባዕሎም ዓበይቲ መሲሎም ንክረእዩ ንሰባት ዘዋርዱ ሰባት ኣለውና እ፣ ልክዕ ከምዚ ሓውና ዝለረደና ብዞም ፎቓት እ፣ ም- ፅቡቕቲ ምስሊት እዩ ባይዘወይ እስኻ ልዚ ዓብዩ ፎቕ ክተርክቦ ስለ ዘይትኽእል ልቲ ፎቕ እግሩ እግሩ በቃ ኣነ እኮ ላዕልኹ እየ ግን ትልሎ ሪያሊቲ እኮ ይፍለጥ እዩ ስለዚ ካብ ልሰባት ላዋርድና ወይ ላትሕትና ንውዕልሲ ልባዕልና ዓበይቲ ፎቋት ንክንኾን ለይንፅዕር ለይንሰርሕ ኻላስ እኽክል እሶም ግን ነዚ ብምሉኡ ኣፍሪሶም እሶም ዝነውሑ ክኾኑ እዮም ዝፍትኑ እስቲ እዛ ሓፍትና እዚኣ እውን ብጣዕሚ ተፀጊመ ትብል እንታይ እያ ኮይና ካሕተኩም ዶ ጋይስ እንታይ ትፀገመ ባ ንሕና እዞም ምሸት ምሸት ንበልዕ ሰብ ወስኒ ማማ ድበለትንስ ምሸት ምሸት እንተ ዝበልዕ ተኾንከስ ትገጅፍ ኢኻ ኢላትኒ ኣነ ግን ምሸት ምሸት እናበላዕኩስ እንዳቐጠንኩ ይመፅእ እዚ ከመይ ገይሩ እዩ ድኸውን ማለት ሰብ ካብ ኣርባዓን ሸዓተን ሽዑ ናብ ኣርባዓን ሓሙሽተንን ኣብ ኣርባዓን ሽዱሸንን ጠጠው ኢለ ምስ ተረፍኩ ተረዲኒ እንታይ እቲ ዝበልዑ ናበይ ድዩ ድኸይድ ዋላ ሓንቲ ኣይተረደኣንን። እወ ባይ ዘ ዌይ እቲ ትወልዕዮ ናብ መን ይኸድሎ መሲልኪ ብፍላይ ለይቲ ለይቲ ትወልዑ ሰባት ተሃሊኹም ናብ ሰይጣን እዩ ዝኸድ ዘሎ። ኧረ መድሀኒኣለም።
እወ የቀሎ ድኺ ሓቂ እየ ናብ ሰይጣን እዩ ዝኸድ ዘሎ ታይ ለይቲ የባልዐኩም እንደውም ሓፍተይ ናተይ ክትረጉዲ እንተደሊኺ በብክልተ ሰዓት ንእሽተይ ንእሽተይ ምግቢ ናብ ኣፍኺ እእትይ

ኣነ ልጸጋም ሱልየማን ኣየ ናብ ፍቅሪ ነገር ውይ ውይ ካብ ኣካውንተይ ብላዕሊ ሞባይለይ ፉል የበለለይ ባትሪ ወይ ኣነ ብለይ ፍቅሪ ይንበር ዶ ይንበር ይመልስለይ ባ ደቂ ዓደይ ዋ በዓል ክወድ እያ ሓይለዮ ስራሕ እዩ ምሸት ንጋነ ብኢሙ ኦሆሆሆ
ኣይ እወ እዚ ተጋኒኑ እዚ ተጋኒኑ ኣሕዋት እዚ ብጣዕሚ ተጋኒኑ እንታይ እዩ ፀጋም ልየማን ናይ ፌስቡክ ሽም ሃሙሉል ኣብ ስዑድ ዓረብ ዝነብሩ ኣሕዋትና ኣሎ ሓቂ ድዩ ንዒታ ፈሪጠ ብዛዕባ ከን ዝበሃል ዘሎ ሓቂ ድዩ ኣሕዋተይ እስቲ ኣብ ኮሜንት እስቲ ኣብዚ እውን እንታይ ብሎ ኣየ ደቂ ሎሚ እሺ ዝወደይ ንዓይዶ ትፈቱ ስነዴኻ ሓቂ ሲ ሓቂ ክልቴኹም

እዎ በቃ ድገርም መልሲ ባይዘው ባባ ኣነ እኮ ንዓኻ እየ ልፈቲ ግን ድማ ኣሜሪካ ከይደ ነይረ እያ በቃ ልገርም መልሲ ኣንተ እኮ ንኣሜሪካ ከይደ ነይረ ሂድማኒ ንኣዲስ ኣበባ ብልቕፅል ኣቱም ኣቦይ ኣዶይ ማለት እዩ ልደቅኹም ከምዚ ዓይነት ሕቶ ኣይትሕተቱ በቃ ንክልቲኦኹም ብማዕረ እዮም ልፈትኹም ናብ ዘይኮነ ነገር ኣይትእትዎም እስቲ እዛ ምኽሪ እዚኣ እውን ኩልኹም ሼር ግበርዋ ኣብ ዓለም እኮ ቋሚ ዝበሃል ነገር የለን። ኣብ ዓለም ዘሎ ኩሉ ነገር ግዝያዊ እዩ። ህይወት ተለዋጢ እዩ። ሰባት ይኸዱ ይመፁ፣ ወቕትታት እውን ይቀያየሩ እዮም። ስለዚ ኣብ ዓለም ዘላቒ ክበሃል ዝኽእል ነገር የለን። ኣስተውዕል ብራዘረይ፣ ንስኻ ውን ሕዚ ኣብ ህይወትካ ተኸሲቱ ዘሎ ክስተት ናይ መወዳእታ ዕጫኻ ኣይኮነን። ይፈትወኩም እየ። እወ ባይ ዘ ወይ እዚኣ ሓቁ እንድዩ ዝሓውና እዚ ብፍላይ እዚ ነብሮ ዘለና ሂወት ተለዋዋጢ እዩ ምናልባት ሎማዓንቲ ድኻታት ነርና ፅባሕ ሃፋትም ክንኾን ንኽእል ኢና ምናልባት ፅባሕ ጥዕና ሃሊና ሎሚ ክንሓምም ንኽእል ኢና ምናልባት ሎሚ ሓሚምና እንተኮይንና ፅባሕ ክንጥዕን ንኽእል ኢና ምናልባት እውን ሎማዓንቲ ሃፋትም ነርና ፅባሕ ድኻታት ንኾን ንኽእል ኢና እሞ በይዛኹም ኣብዚ ህይወት እዚ ንነብር ተለና እውን ሕማቕ ስራሕ ተዘይንሰርሕ። ትኽክል።
እሺ ብትኽልቲ እስቲ ናብቲ ዝቕጽል ህልውን ኣዘራረብቲ ዘለዉ ዛዕባታት ክወስደኩም እሱ ድማ ብዝኸት ሰዓት እዚ ብጣዕሚ ዘሕዝን ነገር እናተፈጠረ እዩ ኣብ ትግራይ ኣብ መንጎ ክልተ ኣሕዋት ዝግበር ዘሎ ኩናት ኩላትና ዓገብ ክንብል ልግበአና ኣብ መንጎ ሓራ መሬትን ሰራዊት ትግራይን ኩናት ይግበር ኣሎ እዚ ውን ኩላትና ክንቃወም እዩ ዝግበእና ብልቅፅል ግን ገዛ ሰሓቅ ዘሕለፎ ሓደ መልእክቲ ውን ኣሎ እዚ ንገብሮ ዘለና ነገር ብፍላይ ኣብ መንጎ ክልተ ኣሕዋት ደም ክፈስስ የብሉይ ኩላትና ውን ክንቃወም እዩ ዝግበእና እሲ ገዛ ሰሓቅ እንታይ ከም ዝብል ንስማዕ። ተከታተልቲ ገዛ ሰሓቅ ሓደ ግዜ እስኪ ካብ ናይ ፖለቲካ ዓለም ወፂእና ማለት እዩ ሰብ ሕሊና ንኩን እሞ ንክልተ ደቂቃ ንሓንቲ ደቂቃ ብድሕሪኡ ነገናዝብ እስኪ። ምግንዛብ ንሞክር እሞ ኣብ ትግራይ ተፈጢሩ ዘሎ ነገር ወይ ከዓ ኣብ ወጀራት ከባቢ ማለት እዩ ክልተ ደቅኖ ክልተ ኣሕዋት ትማሊ ብሓደ ኮይኖም ታሪክ ዝሰርሑ ትማሊ ብሓደ ኮይኖም ብዙሕ ጅግንነት ዝፈፀሙ ኣሕዋትና ኦረዲ ይቃተሉ ኣለዉ ወይ ከዓ ኦረዲ ተማሪኮም ገለ ላበሉ ከምቱ ንሪኦ ዘለና እዩ እና ትማሊ ቪድዮ ሰሪሐ ነይረ ደቢርኒ ቀፊፉኒ ደምሲሰዮ ምክንያቱ ውርደት እዩ በቃ እዚሲ ውርደት እዩ ኣብ ታሪኽ በቃ ኣብ ታሪኽ እሲ ሓው ንሓው ማሪኽዎ ሓው ንሓው ቀቲልዎ ክትበሃል ከለኻ እዙይ ብጣዕሚ ዘሕዝንና ምንም ዓይነት ሓጎስ ክህበ ይኽእል ምንም እንትን ክህበ ይኽእል ስለዚ ኣቱም ብክልተ ወገን ኮንኩም በሎ በሎ ትብሉ ዘለኹም እግዚኣብሄር ኦረዲ ምሕረት የውርደልኩም እግዚኣብሄር ልቦና ይሃብኩም እየ ክብል ዝደሊ ነገር ግን ኣነ እዚኣ እታ ዋና ክናገራ ዝደሊ ሽማግለ ዓዲ የለን ድዩ ኣብቲ ዓዲ? ዓበይቲ ዓዲ የለኹም እንድኹም ወይ ኣቱም ኣቐሽቲ ወይ ታእዮም ትበሃል እቶም ኣብ ላዕሊ ዘለኹም ናይ ሃይማኖት ኣቦታት የለኹም እንድኹም እዞም ክልተ ኣሕዋት እዚኦም በርግጠኝነት ኣብ መንጎ ኣቲኹም ኣይትኩስልኩም እዩ እና ንምንታይ ኢኹም ክተተዓርቕዎም ዘይትምክሩ ካብኡ ሓደ ሓደ ሰባት እኒኹም እውን በቃ ብዝኾነ እንትን ብታይ ዝበሃል ብናይ ዝኾነ ጉጅለ ሰኺርኩም በቃ ብዝኾነ ዓውዓውታ ሰኺርኩም ቦሎ ቦሎ ትብሉ ማለት እዩ እመኑኒ ትማሊ ዋጋ ዘኽፈሉና ሰባት ትማሊ ልጨፍጨፉና ልቐተሉና ኸቢድ በሰላ ዝገበሩልና ሰባት ምስኦም እኳስ ተዓሪቕና ተመሊስና ንነብር ኣለና ኣይኮነን ዶ ምስ ኣሕዋትና ፅባሕ ንግሆ ዘናስሐና ነገር እዩ እዚ እግዛብሄር ምስክረይ ናይ ብሓቂ ምስ ሻዕብያ እኳ ተመሳሲሉ ዝነብር ሰብ የለን ኣብዚ ሐዚ ሰዓት ምስ ብልፅግና ተመሳሲሉ ዝነብር ሰብ የለን እረ ምስ ብልፅግናስ ዋላ ሰበ ስልጣን ኣብ ትግራይ ዝነበሩ ከይዶም ምስኡ መዓንኮሩ ዝሕልዩ የለውን ኣለዉ ፖለቲካ ኢዝ ደርቲ ጌም ፖለቲካ እቲ ኣብ ታሕቲ ዘሎ ይመውት ብድሕሪኡ እቲ ኣብ ላዕሊ ዘሎ ከዓ ድሕሪ ክልተ ሰሙን ሓደ ሰሙን ይተሓቋቆፍ ማለት እዩ ሶ እዙይ ፈሊጥና ማለት እዩ በይዛኹም ፕሊስ እቲ ኣብ ታሕቲ ዘሎ ብመሳርያ ውግእ ምንም መፍትሒ ኣየምፅእን መፍትሒ ከም ዘየምፅእ ርኢናዮ ኢና ውግእ ምንም ዓይነት ኩናት መፍትሒ ከምፅእ ኣይኽእልን ዓዲ ክበታትን ዝኽእል ሰብ ይቀትል ዝኽእል ሰብ ክጎድእ ዝኽእል ማሕበረሰብ ከም ማሕበረሰብ እዩ ከጥፍእ ዝኽእል እምበር ምንም ዓይነት መፍትሒ የብሉን ውግእ ስለዚ በይዛኹም ኣሕዋት ኣሕዋት ተዘይ ንቀታተል ተዘይ ንተራረብ ተዘይ። እሺ ብትክልቲ ከም ትሰምዕዎ ዘለኹም ዩ ገዛ ስሓቅ ድሕለፎ መልእኽቲ ብጣዕሚ ትክክለኛ ዝኾነ መልእኽቲ ዩ ኣብዚ ኸዚ ሰዓት እዚ ኣብ ሞንጎ ክልተ ኣሕዋት ዝግበር ዘሎ ኩናት ኩላትና ክንቃወም ዩ ልግበእና ብትማሊ ዕለት ኣብ ወጀራት ኩናት ነይሩ ዝተማረኹ ውን ነይሮም ዮም ኣብዚ ሚድያ ውን ሼር ይገብርዎ ነይሮም እና ኣዝዩ ልሕፍር ዩ ኣዝዩ ዝሕዝን ዩ ሓውካ ንሓውካ ማሪኸ ኢልካ ከም ዓብይ ትዕባት ከም ዓብይ ሰበር ዜና እናበልካ ሼር ክግበር እውን ተዓዚበ ኣለኹና በይዛኹም በይዛኹም ንታሪክ ይቕረ ዘይብሎ ነገር ኣይንስራሕ ኣይትስርሑ ብልቕፅል እውን ንታ ኣደ እውን ረእዩ ክልቲኦም ኣሕዋት ኢኹም ኸዚስ ኣብ መንጎ ሓራ መሬትን ሰራዊት ትግራይን ኩናት ተጊሩ ኣሎ ልሞቱ እውን እልተሰውኡ እውን ኣለው እልተማረኹ እውን ኣለው ቶም እልተሰውኡ ሲ መን እዩ ወደይ ቀቲሉ ኢላ እታ ኣደሲ መን እዩ ቀቲሉ ኢልኺ እያ ክትበሃል ብክልቲኡ ገፅ ዘላ ንምንጋር ዝዋዕሉ እውን ደባሪ እዩ እና በይዛኹም ኸዚ እውን ኣብ መንጎ ሰራዊት ትግራይን ሓራ መሬትን ዝግበር ዘሎ ኩናት ደው ንክብል እውን ዓበይቲ ሰባት ሽማግለ ዓዲ እውን ክትኣትዉ ኣለኩም ኢድኹም ክትሓውሱ ኣለኩም ልዞም ክልቲኦም ኣሕዋትና ክተተዓረቕዎም ኣለኩም እሺ ፍትክልቲ እስቲ ናብቲ ዝቕፅል መደብ ድማ ክወስደኩም እሱ ድማ ብሎሚ ዕለት መልሲ ኤርትራ ን ዶክተር ኣብይ ኣሕመድ መልሲ ሂቦም ኣለዉ ኣፈኛ መንግስቲ ኤርትራ ኣቶ የማነ ገብረ መስቀል ቀዳማይ ሚኒስተር ኢትዮጵያ ኣብ ቤት ምኽሪ ወከልቲ ህዝቢ ዘቕረቦ ዝርዝር ክስትታት ዝሃብዎ ምላሽ ኣሎ እስቲ እዛ ቪድዮ እዚኣ ንስማዕ። ታት ገይሩሉ ነይሩ።
በዚ ዝተቖጠዐ ስርዓት ህግደፍ ነቲ ናይ ኣብይ ክስታት ከይሓደረ ኣብ ተመሳሳሊ መዓልቲ ቀልጢፉ ግብረ መልሲ ሂቡሉ። እቲ ስርዓት ብመንገዲ ሚኒስተር ዜና የማነ ገብረመስቀል፣ ቻርሊ፣ ኣቢሉ እዩ ኣብ ኤክስ መልሲ ሂቡ። የማነ ነቲ ብኣቢይ ዝተዋህበ ንሰራዊት ኤርትራን ቀይሕ ባሕርን ዝተንከፈ መግለጺ ሕሱርን ፍንፉንን ክብል ነጺግዎ። ብምቕጻል መንግስቲ ኢትዮጵያ ኣብ እዋን ኲናት ትግራይን ብድሕሪኡን ንመንግስቲ ኤርትራ የመስግን ከም ዝነበረ ኣዘኻኺሩ። ኣቢይ ነቲ ኣፍደገ ባሕሪ ናይ ምርካብ መደቡ ምስቲ እስራኤል ንጎቦታት ጎላን ዝተቖጻጸረትሉ ዕላማ እዩ ከላግቦ ፈቲኑ። የማነ ከኣ እዚ ኣበሃህላ'ዚ ኣብ ልዕሊ ኤርትራ ክውሰድ ንዝሕሰብ ሓላፍነት ዝጎደሎን ስዉርን ናይ ኲናት ኣጀንዳ ምኽኑይ ንምግባር ዝዓለመ እዩ ኢሉ። መንግስቲ ኢትዮጵያ ነቲ ኣብቲ እዋን ናይ ኲናት መሳልፍቱ ዝነበረ ሰራዊት ኤርትራ ብኸምዚ ዓይነት ግፍዓዊ ተግባራት ክኸስስ እዚ ንፈለማ እዋን እዩ። ኣብይ ኣሕመድ ቅድሚ ሓሙሽተ ዓመታት ኣብ ባይቶ ሃገሩ ፈለማ ሰራዊት ኤርትራ ናብ ኢትዮጵያ ወይ ናብ ትግራይ ኣይኣተወን፣ ሰራዊት ኢትዮጵያ እዩ ናይ ኤርትራውያን ወተሃደራዊ ኣልባሳት ለቢሱ ዝቃለስ ዘሎ ኢሉ ነይሩ። ድሒሩ ከኣ ሽዑ'ውን ኣብ ባይቶ ሃገሩ ኮይኑ ወያነ ንሰሜን እዚ ብድሕሪኡ ምስ ሃረሞ እቲ ዝሰንበደ ሰራዊት ኢትዮጵያ ናብ ኤርትራ እዩ ሃዲሙ፣ ኤርትራ ከኣ ነቶም ኣባላት ሰራዊት ኣብሊዓ ከዲና ናብ ኢትዮጵያ መሊሳቶም፣ ጸኒሖም ውን ሰራዊት ኤርትራ ናብ ትግራይ ኣትዮም ሓጊዞሙና እዮም፣ ኣብቲ እዋን ሓገዝ ኤርትራ እንተዘይንረክብ ኔርና ኣበይ ምኣተና፣ ስለዚ ህዝብን መንግስትን ኤርትራ ንዝገበሩልና ምትሕብባር ክምስገኑ ይግባእ ከምዝበለ ይዝከር። ትማሊ ግን እቲ ቃና ተቐይሩ። ሰራዊት ኤርትራ ኣብ ትግራይ ግፍዕታት ከም ዝፈጸመ፣ መንግስቲ ኢትዮጵያ ከኣ ንተጋሩ ስለ ዝተሓለቐ ምስ መንግስቲ ኤርትራ ከም ዝተገራጨወ ኣብይ ስኽፍ ከይበለ ከሲሱ። ኣብይ ክገልጽ እንከሎ ኣብዚ እዋን መንግስቲ ኤርትራ ኣብ ኢትዮጵያ ዘሎ ስርዓት ኣብ ሃገሩ ዘሎ ውሽጣዊ ፖለቲካዊ ጉዳያት ከይፈተሐ ናብ ቀይሕ ባሕሪ ይመጣጠር ኣሎ እናበለ ክኸስስ ይስማዕ እዩ። ይኹን እምበር ኣብቲ ናይ ውሽጢ ዓዲ ጸገምና'ውን ንሱ ባዕሉ ከታፊ ሽጉርቲ፣ ኣቐባሊ በርበረን፣ ኣዃስን ኮይኑ እዩ ዝዓዩ ዘሎ። ብገንዘብን ካልእን ሓገዛት ከም ዝገብር ከኣ ንፈልጥ ኢና ክብል ተሰሚዑ። ብዘይካዚ መራሒ ኢትዮጵያ ትማሊ ከቢድ ክሲ ኣብ ልዕሊ ሰራዊት ኤርትራ ኣቕሪቡ ኣሎ። ንሱ ከኣ ሰራዊት ኤርትራ ኣብ ከተማ ኣክሱም ኣብ ልዕሊ መንእሰያት ዝፈጸምዎ ጃምላዊ ጨፍጫፍ ተቓዊምና ቅሬታና ገሊጽና እቲ ባእሲ ምስ ሕወሓት እምበር ምስ ህዝቢ ትግራይ ኣይኮነን ኢልናዮም ግን ኣይሰምዑናን ዝብል እዩ። ዕሽው ተኸልቲ ከም ትሰምዕዎ ዘለኹም እዩ የማነ ገብረመስቀል ንቀዳማይ ሚኒስተር ኢትዮጵያ ኣብይ ኣሕመድ ግብረ መልሲ ሂቡ ኣሎ። ከምኡ እውን እቲ ክስታት እውን ትኽክል ከም ዘይኮነ እዩ ነጺግዎ ዘሎ። ብልቕጽል መንግስቲ ኤርትራ እውን ሰራዊት ኤርትራ ኣብ ከተማታት ትግራይ ዘሪፉን ኣዕንዩን መናእሰይ ትግራይ ድማ ቐቲሉ ካብ ተግባሩ ንክቑጠብ ድማ ሰበ ስልጣን ልኢኸ ነይረ ኢሉ ነይሩ ቀዳማይ ሚኒስተር ኣብይ ኣሕመድ ንዚ ድማ ፊት ልፊት ዝሃብዎ ምላሽ የለን። ከም ትዕዘብዎ ዘለኹም እዩ ኣብ መንጎ ኢትዮጵያን ኤርትራን ዘሎ ናይ ቃላት ውርውር ናይ ክስታትን ከም ትቀጽልዎ ዘለኹም እዩ ብዙሕ ሰብ እውን ሰጊኡ ኣሎ እዚ ጉዳይ እዚ ናብ ኩናት ከየምርሕ። እሺ ፍቶ ኣትክልቲ እስቲ ናብቲ ዝቅጽለ መደብ ድማ ክወስደኩም እሱ ድማ ናይ ሸዊት መርዓ እዩ ከም ዝፍለጥ ሸዊት ሓፍትና ኣውዚ ክልተ ሰለስተ መዓልቲ መርዓን ክርስትናን ብሓደ ጌራ ኔራ ኣነ እውን ብትማሊ መደበይ ኣቅሪበልኹም ኔረ ርሑስ ጋማ እውን ኢልና ኢና ብልቅጽል ብዛዕባ ሸዊት እውን ብዙሕ ተባሂሉ እዩ ብፍላይ ምስቲ ሰብኣያ ኣተሓሒዞም ብዙሕ ነገር ክብሉ እውን ተዓዚብና ኔርና ብፍላይ እዚ ሰብኣያ ኤርትራዊ እዩ ከምኡ ውን ኣብቲ መርዓ ዝገበሮ ጫማ እንታይ እዩ ምናምን ብዙሕ ኣገዳሲ ዘይኮኑ ነገራት እውን ክበሃሉ እውን ሰሚዕና ነርና ብልቕፅል ኣሞራ ሰማይ ወይ ድማ ኣሌክስ እውን ግብረ መልሲ እናሃበ እዩ ብዛዕባ ናይ ሸዊት መርዓ እዚ ሓውና ኤርትራዊ ከም ዘይኮነ ወዲ ሕሞራ ከም ዝኾነ ከምኡ ውን እዚ ጫማ ኣዲዳስ ከም ዝኾነ ይዛረብ ኣሎ እስቲ ኣሌክስ ሓውና እንታይ ከም ዝብል ንስማዕ ጨነቀኝ እኮ አሁን ምናምን ወገን ተሳቀቅኩኝ እኮ የሸዊት ባል ኤርትራዊነት አይደለም፣ ኤርትራዊ አይደለም አይደለም

በቃ
እሹ ትኽልቲ ከም ትሰምዖ ዘለኹም እዩ ኣሌክስ ሓውና እውን ተቆጥዑ ይዛረብ ዘሎ ሓቁ እዩ የቁጥዕ እዩ ብንቕፅል ብዛዕባ ሰብኣይ ሸዊት ብዙሕ ነገር ተባሂሉ እዩ ኣብዚ ማሕበራዊ ሚድያ ኤርትራዊ እዩ ናይጀርያዊ እዩ ብዙሕ ብዙሕ ነገር ተባሂሉ እዩ ብንቕፅል ሸዊት ሓፍትና እውን መልሲ ሂባ ኣላ ብፌስቡክ ገፅ እንታይ ከም ዝበለት ከም በልኹም ከም ትዕዘብዎ ዘለኹም ኣብ ቲክቶክ ሼር ገይሮማ ነይሮም ሸዊት ናይጀርያ ሒዛ ደበኽ ኢላ ኣላ ኢሎም ሼር ተጌሩ ነይሩ ሓፍትና ሸዊት እውን ኣብ ፌስቡክ ገፃ እንታይ ኢላ ከምዝመለሰት ስምዑ ኣበይቱ እዩ ናይጀርያዊ ዝመስል ተረፍ ቅንኢ እዩዋ ኢላ ኣላ ኣሕዋት ከም ትዕዘብዎ ዘለኹም እዚ ሓውና እዚ ናይጀርያዊ ከምዘይኮነ ከም ትዕዘብዎ ዘለኹም ብስሩ ናይጀርያዊ እውን ኣይመስልን ብልቐፅል ኤርትራዊ እዩ እዩ እናተባሃለ ነይሩ ግን ድማ ኣሌክስ ኣብቲ መርዓ እውን ነይሩ እዩ ብቐረባ እውን ምስ ሸዊት ርክብ ኣለዎም እዮም ኤርትራዊ ከምዘይኮነ ወዲ ሕሞራ ከምዝኾነ ጥቕልለ ርክብ ከምዝነበሮም እውን ተዛሪቡ ኣሎ። ብልቕጽል ግን ኣነው እንታይ እየ ክብል ዝደሊ ሕደግዎ እሞ ናይጀርያዊ ቻይናዊ እውን ሸዊት ክተእቲ ትኽእል እያ። ንሕና እዚ ጉዳይ እዚ ኣይምልከተናን። እዚ ሰብ እዚ ምስ ሸዊት እዩ ዝነብር እምበር ምሳና ኣይነብርን። ንሕና ኣብዛ ማሕበራዊ ሚድያ ኢና ንሪኦ። ብልቕጽል ሸዊት ይኾነይ ኤርትራዊ ይኾነይ ናይጀርያዊ ይኾነይ ቻይናዊ ዝኾነ ካሊእ ባንግላድሽ እውን ክትእቲ ትኽእል እያ ኣይምልከተናን ብልቕጽል ብዛዕባ ጫማ እውን ብዙሕ ነገር ተባሂሉ እዩ ንምንታይ ጥራሕ እግሩ ለይኸድ እውን ኢለኩም እያና ጥራሕ እግሩ እውን ክኸድ ይኽእል እዩ ክመፅእ ይኽእል ኮንጎ እውን ክገብር ይኽእል እዩ ኣይምልከተናን ስለዚ ናይ ሓበሻ ወረ ባይዘዊ ብዙሕ ነገር እንዲ ዝበሃል ግን ድማ ናኸኣል ከዓ እዩ ብልቕፅል ከምዚ ዓይነት መልስታት ምሃብ እውን ፅቡቕ ኮይኑ ይስምዐኒ እሹፍ ተኸልቲ ናይ ሎማዓንቲ መደብና እዚ ዝመስል ነይሩ ኣብ ዝቕፅል ቪድዮሽ ከዓ ንጋኔ ሞቸኹም በብለኹሞ ሰላም ኹንለይ ስያ